ተኸታታሊት ልብወለድ ዛንታ ለበዋ ናይታ ዝሞተት መሓዛ ታሽዓይ ክፋል ይጅምር። ናይ ተፈጥሮ በሪኽን ዓሚቝን ኣሻዅ መሬት ሰጊሮም ንኢትዮጵያ ብሰላም ኣተዉ። ኣብቲ መጀመርታ ናይ ስደተኛታት መዕቖቢ እንዳ ኣባጉናይ ዝበሃል ቦታ፣ ኣትዮም እቲ ዝተሓተትዎ ፎርም መሊኦም ነናብ ዝተወዝዕዎ መዓስከራት ድማ ብመኪና ኣብጽሕዎም። ንሃኒባል ካብተን ኣርባዕተ መዓስከራት ንመዓስከር ሕንጻጽ ዝተባህለ መዕቆቢ ስደተኛታት በጽሖ። መዓስከር ሕንጻጽ መሬቱ ሕጻ ዝበዝሖ ቦታ'ዩ። ካብተን ሰለስተ መዓስከራት መዓስከር ሕንጻጽ ፍልይ ዘብላ ነገር ኣለዋ። ንሱ ከኣ ስሕበት ጸሓይ ኣዝዩ ብርቱዕ ኣብ ፍርቂ ወርሓት ጾም ኣርብዓ ብምንባሩ እቲ ወቕትን ግዜን ሃኒባል ንናይ ሕንጻጽ ጸሓይ ክጻወር ኣይከኣለን። ኣብ ውሱናት መዓልታት ከማርር ዓቕሉ ከጽብብ ክጭነቕ ጀመረ። ኣብ ከምዚ ዓይነት ኩነታት ከሎ ኣጋጣሚ ፌበን ናብተን ትፈልጠን መሓዙታ ደዊላ ንሃኒባል ከራኽብኣ ነጊራተን ስለ ዝነበረት ንሰን ውነይ ሓመቓን ኣበይ ቦታን ብሎክን ከም ዘሎ ኣጻርየን ምስ ፈለጣ ናብ ሃኒባል ብምኻድ ንፌበን ኣራኸብኦ። ፌበን ምስ ረኸበቶ ከምዚ በለቶ፣ ሃነይ እንኳዕ ሰላም ኣቲኻ ድምጽኻ ሰማዕኹ። ብጣዕሚ ክሻቐል ቀንየ ብኣኻ። ከመይ ኣቲኻኸ? ድምጹ ክትሰምዕ ሃረር እናበለት ክምልሰላ ተጸበየቶ። ጽቡቕ ኣቲና ፌቢየይ። እዛ ናይ መዓስከር ጸሓይ ግን ኣዝያ መራርን ሓያልን እያ። በዚ ሓሊፍኪ ንስኺ? ብምባል ክብደት ናይታ ምረ ጸሓይ ክትገልጸሉ፣ ክንዮ ብተግባር ዝሪኦ ዘሎ ምረታ ካብ ቃላታ ክሰምዕ ደለየ። እወሃነይ፣ ብጣዕሚ ጸሓይ ኣለዎ። እቲ ቦታ ሑጻ ምስ ምዃኑ ኣዝዩ ጸሓይ ዝስሕብ። ደሓን ኣጆኺ ሃነይ፣ ሰሙን ኢኻ ተጸናሕኻ እምበር ኮፍ ኣይክትብልን ኢኻ። ንበዓል ቅሳነት መሓዛይ ነጊረየን ስለ ዘለኹ፣ ኩሉ ናይ ጥርናፌኻ ወረቓቕቲ ንኣዲስ ኣበባ ትድይበሉ፣ መንቀሳቐሲኻ ንምሓዝ ክሕግዛኻ ከም ዘለወን ነጊረየን ኣለኹ። ተወሳኺ ናይ ኣዲስ ኣበባ ትድዩ በሉን ንኽዳውንትኻ ንመንቀሳቐሲኻ ዝኸውን እኹል ገንዘብ ሰዲደልካ ስለ ዘለኹ ክህባኻየን በዓል ቁሲ መሓዛይ። ንስኻ ጥራይ ኣይትጨንቐኒ ዝያዳይ። ዘድልየካ ኩሉ ክገብረልካየ። ወረቓቕትኻ ሒዝካ ምስ ወዳእኻ ድማ ኣብ ሽረ ሓደ ዝፈልጦም ሓዛና ስለ ዘሎ ኣየር ኣስቂሉ ከፋንወካ ከም ዘለዎ ነጊረዮ ስለ ዘለኹ በዛ ሕጂ ዝሰደልካ ቴለፎን ደዊልካ ተቐበለኒ በሎ ኢኻ። ሕጂ ስራሕ ዝኣትወሉ ግዜ ይኣክል ስለ ዘሎ ሃነይ ዕረ እናጠዓመኒ ክፍለየካ ብምባል ንዕኡን ንመሓዙታን ቻው ኢላ ተፋነወቶም። ሃኒባል ወረቓቕቱ ሰሊጥዎ ካብታ መዓስከር ወጺኡ ኣብ ኣየር ተሰቒሉ ንኣዲስ ኣበባ ንኽኣቱ ኣመና ተሃወኸ። ከም ድልየቱ እውን በዓል ቅሳነት መሓዛ ፌበን መታን ብቕልጡፍ ክሰልጦ ብምባል ገንዘብ ገይረን ኣብ ውሽጢ ሳልስቲ ወረቓቕቱ ኣሳሊጠን ምስቲ ናይ ሽረ ወዲ ክቕበሎ ከም ዘለዎ ኣተሓሒዘን ዘድልዮ ኩሉ ብምፍጻም ብሰላም ንሽረ ኣፋነውኦ። ሃኒባል ናይ ሓደ ሰዓትን ፈረቓን ተጓዒዙ ኣብ ሽረ እናእቶብስ ምስ ወረደ ነቲ ወዱ ዝቕበሎ ቴለፎን ጭር ኣበለሉ። እቲ ወዲ'ውን ኣይሓመቐን ኣብ ውሽጢ ዓሰርተ ደቒቕ ብምምጻእ ንሃኒባል ንገዝኡ ወሰዶ። ሃኒባል ኣዝዩ ደኺሙ ስለ ዝነበረ ነብሱ ተሓጺቡ ክዳውንቱ ቀያይሩ ምስ ወደኤ፣ እታ ዝጠመየት ከብዱ መግቢ ኣዐንጊሉ ከዕርፍ ኣብ ዓራት ደቀሰ። እቲ ወዲ ማለት ንሃኒባል ተቐቢልዎ ዘሎ ካብ ዘተንስኦስ የዕርፍ ደሓን ብምባል ናብ ናይ ኣየር ትኬት መቑረጺ ብምኻድ ብዙሕ ሰብ ዘቑርጽ ስለ ዘይጸንሖ ንናይ ጽባሕ ዝኸውን ጉዕዝኡ ኣቑሪጹ ንገዝኡ ተመለሰ። ሃኒባል ዱቃሱ ወዲኡ ተንሲኡ ጸንሑ። ሃኒባላ ተንሲእኻ ዲኻ? ንናይ ጽባሕ ጉዕዞኻ እንድየ ደኣ ትኬት ኣየር ኣቑሪጸልካ መጺኤ። ሕጂ ግን ንእሽተይ ኣዕሪፍካ እንተኾንካ ንኺድ ደገ ሻሂ እናሰተና ንፋስ ንወቓዕ ብምባል ሻሂ ክሰትዩ ኣብ ሓደ እንዳ ካፈ ኣተዉ። ብሻቑሎት ሰሊጥዎዶ ይኸውን እናበለት ክትሻቐል ዝቐነየት ፌበን ናብ ሃኒባል ቴለፎን መኮረት። እቲ ብሃረርታ ክጽበያ ዝቐነየ ሃኒባል፣ ፌበን ትድውል ከም ዘላ ምስ ረኣያ፣ ምናልባሽ እዚ ወዲ ርክብና ዘይፈልጥ ከይከውን ብዝብል ግምት፣ ትቕብል ኣቢሉ፣ ፌቦ ሓብተይ፣ ከመይ ቀኒኺ? ኢሉ፣ ሓብቱ'ያ ትድውለሉ ዘላ ዘብል ቃላት ተጠቂሙ፣ ብሰላም ከም ዝኣተወን እቲ ወዲ'ውን ብጽቡቕ ከም ዝተቐበሎን ንጽባሕ ንኣዲስ ኣበባ ንኽድይብ ትኬት ከም ዘቑረጸሉን ኩሉ ኣበሰራ። ፌበን ብውሽጣ ኣዝያ እናተሓጎሰት። ሃነይ ብኣካል ምርኻብና እናቐረበ ይመጽእ ኣሎ ምሽ? ደስ ክብለካ ምሽ? ኢላ ንኽራኸቡ ክቱር ህርፋን ከም ዘለዋ ገና ብማዕረ ኮይና ገለጸትሉ። ሓቅኺ ፌቡ ሓፍተይ እናቐረበ ይመጽእ ኣሎ ኣጆኺ ክንራኸብ ኢና እውን ብምባል ንልባ ሓጎስ ደፍኣሉ። በል ሃነይ ዝያዳ። ንጓሎም ንመርሃዊት ውን ክትቅበለካ ከም ዘለዋ ነጊረያ ስለ ዘለኹ ክትቅበለካ እያ ክገርመካ ሃነይ ከመይ ዓይነት ኣቀባብላ ጌራ ከም ትቅበለካ ክገርመካ እዩ ብዝያዳ ምስ ረኣኻያ ክትኣምን ኢኻ ኢላ ገና ከይተበገሰ ከሎ ብጽብቅ ከም ትቅበሎ ነገረቶ ሃኒባል ናይ ልቡ ከይዕልላ እቲ ወዲ ማራ ኣሰኪፍዎ ስለ ዝነበረ ሕራይ ፌበን ሓብተይ ጽባሕ ምስ ኣተኹ ክድውለልኪ'የ ሕጂ ግን ገንዘብ ኣይትወድይ ኢሉ ቻው ሕራይ ኢላ ንኽትዓጽዎ ዘሕቡሩ ቃላት ኣስመዓ ፌበን ውን ብዝያዳ ጽባሕ ኣዲስ ምስ ኣተወ ጽቡቅ ጌርና ክንዕልል ስለ ዝኾንና ብምባል ሰላም ጉዕዞ ይግበረልካ ኢላ መራሪቃ ቻው በለቶም ሃኒባል እቲ ወድን ሻሂ ሰትዮም ጽቡቕ ንፋስ ኣየር ወሲዶም ንገዛ ተመለሱ። የዕልል ኣምስዮም ድማ እተን ዝተረፋ ሰዓታት ንድቃስ ተጠቂሞም ሰላም ሓዲሮም ብሰላም ድማ ተንስኡ። ሃኒባል ሰዓት ናይ ኣየር በረራ ስለ ዝኣኸሎ ነቲ ካብ ምቕባል ጀሚሩ ክሳብ ምፍናው ጽቡቕ ዝገበረሉ ወዲ ኣመስጊኑ ናብ ኣየር ምድያብ ኣምርሐ። ኣብ ውሽጢ ሓደ ሰዓት ዝኣክል ድማ ኣብ ኣዲስ ኣበባ ኣእተወቶም። ንፌበን ጓሎም መኣ መርሃዊት ንሃኒባል ብስእሊ እምበር ብኣካል ትፈልጦ ስለ ዘይነበረት ቴለፎን ደዊላ ኣቲኻዶ? ኣበይ ኣለኻኸ? ኣነ ንኽቕበለካ ኣብቲ ናይ መጸበዪ ቦታ ኣለኹ ኢላ ንኽትቅበሎ ትጽበዮ ከም ዘላ ሓበረቶ። ናይ ኣጋጣሚ ግን ሃኒባል ብማዕዶ ዀይኑ ሕራይ በል ኢላ ክትዓጽዎ ኸላ ስለ ዝርኣያ ናብኣ ብምምጻእ መራህዊት ጓል እሞኣ ንፌበን ይኽምሽ ብምባል ኣብ ቅድሚኣ ቆመ። መርሃዊት ገሪምዋ እወ ሃኒ ዲኻ ኢላ ከይተሰከፈት ሕቑፍ ኣቢላ ሰዓመቶ። ሃኒባል ካብ ኤርትራ ጀሚሩ ክሳብ ኣዲስ ኣበባ ዝኣቱ ነታ ዓይኒ ክትደፈን ዝብላ ዘይብላ ሓላል ኣፍቃሪቱ ሄለን ዘኪርዋ ዘይፈልጥ ሕጂ ግን መርሃዊት ሓቒፋ ምስ ሰዓመቶ ሕቑፈ ሄለን ትዝ ክብሎ ጀመረ። ምስ መርሃዊት ምዉቕ ሰላምትኦም ወዲኦም ብኮንትራት መኪና ገይሮም ናብ ናይ መርሃዊት ገዛ ኣተዉ። ሃኒባል እትው ምስ በለ ናብቲ ቤት በቲ ገጸ በረከት ንዕኡ ንመቐበሊ ዝተዳለወሉ ሽሻይን ስልማትን ናይቲ ገዛ ንኽግረም ደቂቕ ኣይወሰደሉን። ከምቲ ኣብ ግዜ ቫላንታይን ክልተ ፍቑራት ዝገብርዎ፣ መርሃዊት እውን ቀይሕ ፍየርታት ምስቲ ሃነን ዘብል ገዛኣ ብምስልላማ ንሃኒባል ፍሉይ ደስታ ክስምዖ ኣኽኢልዎ እዩ። መርሃዊት ኣኽቢራ ስለ ዝተቐበለቶ ሃኒባል ካብ ልቢ ምስጋና መጠወላ። ክብሮምን ፌበንን ሃኒባል ኣዲስ ዝኣትወሉ መዓልቲ ይፈልጡ ስለ ዝነበሩ ምሸት ናብ መርሃዊት ብቪድዮ ብምድዋል ኣብታ ገዛ ስም ሃኒባል ከም ዝነግስ እዮም ገይሮሞ። እንኳዕ ሰላም መጻኻ እንኳዕ ብሰላም ተራኸብኩም እናበሉ ክዕሉን ክስሕቑን ክሳብ ሰዓት ኣርባዕተ ናይ ወግሓታ ጸንሑ። እቲ ዝነበረ ጥዑም ዕላላትን ሰሓቕን ክፍለይዎ እኳ ደስ እንተዘይበሎም፣ ነገር ግን ንግሆ ናብ ስራሕ ስለ ዝኾዱ፣ በሉ ጽባሕ ክንምሎ ዕላልና ብምባል፣ ነተን ዝነበራ ሰዓታት ንድቃስ ክጥቀሙለን ስለ ዘለዎም ቻው ተበሃሂሎም ብሰላም ተፈላለዩ። ሃኒባል ኣብ ኣዲስ ኣበባ ድሮ ሓደ ወርሒ ገበረ። ኣብ ውሽጢ ሓደ ወርሒ ፍሉይ ዝኾነ ለውጢ ከርኢ ክኢሉ እዩ። ነብሱ ደሪቡ ኣብ ገጹ ፍሉይ ዝኾነ ወዝ ከም ዘርኣየ እቲ ቅድሚ ወርሒ ዝነበሮ ስእሊ ናይ ገጹ ብግልጺ ይሕብር እዩ። ካብ ዕለታት ሓደ መዓልቲ ምስ መርሃዊት ክዘናግዑ ናብ ሓደ ናይ ኤርትራዊ እናሻሂ ይኸዱ እሞ እቲ ዝደለይዎ መግብን ዝስተ ፈሳሲ ቀሪቦም እናበልዑን እናሰተዩን ከለዉ ኣብ መንጎ መኣዶም ሓደ ነገር ንልቢ ሃኒባል ዝወቅስ ተኸስተ። ንሱ ድማ እታ ትስማዕ ዝነበረት ሙዚቃ ንውሽጢ ሃኒባል ብርግጽ ትቕስቅስ ብምንባራ፣ ንሃኒባል ናይ ውሽጢ ሕልንኡ ባዕሉ ኣፍ ኣውጺኡ ክወቕሶ ጀመረ። እታ ሙዚቃ ድማ ከምዚ ዓይነት ግጥሚ ሒዛ ነበረት። ግዜ ኣራኺብና ተፋቒርና ተጓዒዝና ንነዊሕ ሰብ ምዃነይ ዘንጊዐ ዓቕሚ ናይ ግዜ ረሲዐ ወዲኦዮ ባዕለይ ምሳኺ ክነብር ለካ ግዜ ድላዩ ዝገብር ኣፋቂሩ ከብቅዕ ይፈላሊ ኣየ ግዜ ሓያል ግዜ መታለሊ ሕጂ ድማ ግዜ ባዕሉ ብዝኸሰቶ ኣጋጣሚ ኣምሪሕ ኣለኹ እንቶ ናብ ሰልቢ እንቶስ ናብ ጠስሚ ቻው በሊ ምናበይ ተማሪኹ ቻው በሊ ሓውኺ ኮይነ ኣለኹ ቻው በሊ ምስ ካልእ ተጣሚረ ቻው በሊ ከዲዐ ተቐይረ እንታይ ኣቢሳ ኣይትበሊ ቅንጣብ ኣበር የብልክን ሓብሒብኩኒ እኳ ደኣ ልዕሊ ዓቐን ክንክን ልበዩ ተቐይሩ የዕንተዩ ሰኺሩ ሓላል ፍቕርኺ ጎሲዑ ክኒኺ ኣማእኺሉ ኣንጻርኪ ተላዒላ ገላሊሃ ንውነይ ሓያልዩ ነይሩ መጥቃዕታ ብፍሽኽታ ዝተሰነ ንዓኺ እናዘከርኩ ክቃወማ ፈቲነ ሰራዊታ ሓይልኒ በቃ ምሩኻ ኮይነ ፍቃደኛ ኣይነበርኩን ጠላም ክከውን ስመይ የግዳስ ተሰኒፈ ድኩም ጸኒሑ ዓቅመይ ዘይፈልጦ ስውር ሓይሊ ትምክሕተይ ሰባቢሩ ኣብ ልበይ ተቀሚጡ ኣጣጢሑ መንበሩ በሊ ጠሊመ ኣነስ ትብዒ ኣይተስተማስሊ ንብዓትኪ ድረዝዮ ደጊም ንዓይ ምሰሊ ዓስብኪ ተፈደዪ ልዕሊ ክብረት ክበሪ ሂወት ብሰናይ ይኩን ዓጸፋ ኣይተፍቀሪ። ቻው በሊ ቻው ቻው በሊ ቻው ጠሊመ ኣይትጠለሚ ሓደራ ኣይትቀየሚ ለብሚ ኣጊብኪ ተማሃሪ በበይኑዩ ሎሙን ትማልን ፍተዊ እምበር ኣይትእመኒ ኣፍቅሪ እምበር ኣይትእመኒ ፍትወት ንሰብ ንሰማዩ እምነት ብሩር ንሰብ ንሰማዩ ወርቂ ግደፍዮ ንሱዩ እቲ ሓቂ። እዛ ሙዚቃ ጀሚራ ክሳብ ትውድእ ሃኒባል ምስ ሰምዓ ካብ ውሽጡ ሓሊፉ ኣብ ገጹ ናይ ቁጥዓን ረበሻን መንፈስ ከርኢ ብምኽኣሉ ነዚ በዛ ሙዚቃ ዝተፈጠረ ገጸ ባህርያ ትርኢ ዘላ መርሃዊት ከይተገረመት ኣይተረፈትን። ዓርኪ ከም ዝነበረቶ ንኽጥርጥር እውን ኣይጸገማን። ነገር ግን ኩሉ ኣብ ውሽጣ ጌራ ሃኒ እንታይ ደኣ ብሓሳብ ጥሒልካ ኣይደሓንካን ዲኻ? ኢላ ካብቲ ሰልሚ ናይ ሓሳብ ዝነበሮ ኣውፀቶ። ደሓን እየ መራሕብተይ፣ ኣጋጣሚ እምበር ብስድራ ክሓስብ ፀኒሐ ኢሉ ንመርሃዊት ብዛዕባ ስድራ ይሓስብ ከም ዝነበረ ገለጸላ። ነገር ግን እታ ትስማዕ ዝነበረት ሙዚቃን እቲ ንሱ ኣብ ሓሳብ ኣትዩሉ ዝነበረ ብሰንክታ ሙዚቃ ብዛዕባ ናይ ስድራን ሻቁሎት ዝሓስብ ብዘይምንባሩ እቲ ዝመለሰላ መልሲ ካብ ሓቂ ዝረሓቐ ብምንባሩ እቲ ኩነታት ዝምስክር ሓቂ'ዩ ዝነበረ። ንኹሉ ትዕዘብ ዘላ መርሃዊት ኣብ ውሽጣ ዓቚራ፣ ደሓን ሓን ሓወይ፣ ምሸት ክንድውለሎም ኢና፣ ሕጂ ግን ንዕልል ንጻወት ኢላ ካብቲ ኣርእስቲ ንምቕያር ዘምጽኦቶ ሓሳብ'ዩ ዝነበረ። እቲ ዝንጋዕ ኣምስዮም ድማ ንገዝኦም ተመለሱ። ፌበን ንኣዲስ ኣበባ ትመጻሉ ግዜ እናኣኸለ ይመጽእ ስለ ዝነበረ ናብ ሃኒባል ደዊላ ሃነይ ኣነ ምምፀይ ናብ ምቕራቡ ስለ ዝኾነ ምስ መራ ጓሎም ይኮንኩም ንመርዓና ዝኸውን ኣዳራሽ ከምኡ እውን ንዛወረለን መኪና ካብ ሕጂ ጀሚርኩም ሓዙ ኣነ ኸኣ ንስድራይ ንስድራኻን ንመምፅ ዝኸውን ገንዘብ ንዓዲ ክሰደሎም የድሕርሶምን ብምባል ካብቲ ሰናይ ድሌታታን ሓሳባት ንሃኒባል ኣካፈለቶ። ሃኒባል እውን ንሓሳባታ ደስ እናበሎ ሕራይ ኢሉ ተቐቢሉ፣ ኣብ ዝሓጸረ ግዜ ኵሉ ክንሕዚና ዝብል ሓሳብ ንፌበን ተስፋ ኣስኒቑ ሕራይ በላ። ፌበን እውን ሕራይ ኢላ ንሓሳቡ ተቐቢላ፣ ንዝነበሮም ግዜ ምዉቕ ዕላል ወዲኦም ብሰላም ተፈላለዩ። ዓስራይ ክፋል ይቕጽል።